ወለዶ ኣብ ምቕራፅ መምህራን ናይ ባዕሎም ዓብዪ ግደ ኣለዎም። ብስነ ምግባር ዝበለፀ ብሙያ እውን ሓንቲ ዓዲ እትደልዩ በዓል ሙያ ክትረክብ መምሃራን ጊደኦም የበርክቱ ኣለዉ። ኣብ ናይ ሎሚ ትሕዝቶ መደብ ሰረት ብሙያ መምህርነት ዓዳን ህዝባን ተገልግል ዘላ በዓልቲ ሞያ ክንኣረብ ኢና። ዘምህረሉ ቤት ትምህርቲ ቐዳማይ ብርኪ ቤት ትምህርቲ ማይ ጓጓ እዩ። ካብ ቀዳማይ ክስካብ ሻሙናይ ኣብ ግዜ ቁልዕነተይ ያው ክጅምር ተለኹ ትምህርቲ ዘንግ ንእሽተይ ዘንግዕ ኢለ እዩ ከምቲ ናይ ሄዚ ጀማምር ኣይኮንኩን ጀሚረዮ ካብኡ ሰማንያን ሰማንያን ትሽዓተን ዓመተ ምህረት ቀዳማይ ክፍሊ ኣትየ ቀዳማይ ክፍሊ ዓበይ ተማሂረ ዛታ ቀዳማይ ብርኪ ቤት ትምህርቲ ሕፈሮም ማለት እዩ ወረዳ ሕፈሮም ኣብኡ ተማሂረ ክስካብ ሻድሻይ ማለት እዩ መጀመርያ ቀዳማይ ክፍሊ ምስ ኣተኹ ኣብ ፍርቂ ዓመት ተናጢረ ካብኡ ኣብቲ ዓመት ንሳስ ናብ ሳልሳይ ክፍሊ ሓሊፈ ማለት እዩ ቴስዓ ዓመተ ምህረት ውግእ ናይ ናይ ናይ ምስ ኤርትራ እናሃለወ ካልኣይ ዓመተይ ነይረ ተማሃሪት ኣብ ትሕቲ ወንበር ኣብ ገለመለ እናኣተና ሽዑት እናፈራሕና ብቲ ድምፂ ማለት እዩ ዝኾነ ክመፃ እንተለዋ ብድሕሪኡ ኣብ ቴስዓ ዓመተ ምህረት እቲ ካልእ ዓመተይ ናብ ራብዓይ ክፍሊ ከዓ ተናጢረ ፍርቂ ዓመት ኣብ ክልተ ዓመተይስ ናብ ሓምሻይ ሓሊፈ ካብኡ ኩሉ ግዜ ካብ ቀዳማይ ክስካብ ዓስራይ ቀዳማይ እየን ዝለ ደረጃይ ዋላ ትራንስክሪተይ ናይ ታሽዓይ ይኹን ናይ ዓስራይ ይኹን ክረአ ይኽእል እዩ ካብኡ ድሓር ኣጋጣሚ ኮይኑ ዓስራይ ክፍሊ ምስ ተፈተንኩ ውፅኢተይ እውን ፅቡቕ እዩ ምሒር ዝተጋነነ ኣይኮነን ከምቲ ዝነበረኒ ማለት እዩ ግን ፅቡቅ እዩ ነይሩ ናቸራል ኣማርኛ ናቸራል እዩ ብስሩ እቲ ፊልደይ ማለት እዩ እቲ ዘለኒ ተሆ ድሓር ናቸራል ኣማርኛ ተመዝጊበ ኩሉ ወዳዲኤ ፎርመይ መሊኤ ከብቅዕ እንታይ ይመፅእ ዝኾነ ዘረባ ይመፅእ ሂዝስ ሕፀ ስለ ዝነበረኒ ብወለደይ ማለት እዩ ሓፂ ስለ ዝነበርኩ እምበኣር እንድሕር ተሓጺኺ ኣብዚኣ እንተኾይንኪ ክትመርዖው ኢኺ ስራሕ እንተሓዝኪ ግን ኮሌጅ ትምህርቲ መምህራን ዝበሃል እንሄ ዝመጸ ናብኡ ክትኣትዎ ኣለኪ ቀልጢፍኪ ስራሕ ክትሕዚ ዝብል ኣመኻሪ ይረክብ ካብኡ እሺ እምበኣር ኢለ ሽዑ ግን ድሌተኛ ይኮን እቲ ትምህርቲ ድሌት ጻምእ ስለ ዝነበረኒ ናብቲ ክኸድ እንተለኹስ በቃ ናብኺ ክኸይደ ኣውጺኤ ድሓር ኣብታ ቃለ መሕትት ዝነበረትና ኮሌጅ መእተዊት እውን ናይ ቃል ሕቶ እንታይ ኣጽሓትኒ ንድግሪ ዘምህር ናይ ዓሰርተ ክልተ ናይ ዓሰርተ ሓደ ወጽሐኩ እንተለስ ውጽኢትክስ ንምንታይ ንኮሌጅ ትኸዲ ትብል ተሓቲተ ኣነ ከዓ እንታይ ኢለ ቀልጢፈ ስራሕ ሒዘ ንህዝበይን ንሃገረይን ክግልግል ስለ ዝደልኹ እየ ኢለ ደሓር ብኣ ኣይደገሙለይን ያው ቅድሚት ሓሊፈ መምህራን ዓብዪ ዓዲ ኮሌጅ ከዓ ክንደይ ዓመተ ምህረት ኣትየ ካብኡ ምስ ኣተኹ ኣብኡ እውን ያው መጀመርያ መስ ቀዳማይ ሲሚስተር ዳርጋ ኣቃሊለ እዮ ትምህርቲ ንዚ ድየ ወዮ ንካሊእ የብል ነርስ ንኮሌጅ ድየ ኢለስ ንእሽተ ቢለ ድሓር እቲ ውፅኢት ተሪእኹ ወስዋይ ክጉተት ግዲ እኒኹ ኢለ ኣፅኒዐ ኣብኡ ብመዓርግ እየ ተመሪቐ። ፍረሽ ኮይነ ኣበይ ተመዲበ ኣሕፈሮም ኣሕፈሮም ወረዳ ምስ ተመደብኩ ዓይነት ትምህርቲ ሒሳብ ብሒሳብ ዓይነት ትምህርቲ ኣበይ ቀዳማይ ዓመት ጀሚረ ዓዲ ቆሮ ቀዳማይ ብርኪ ቤት ትምህርቲ ዝበሃል ኣብኣ ክልተ ዓመት ተምሂረ ክልተ ሽሕን ክልተ ሽሕን ሓደን ማለት እዩ ክልተ ሽሕን ሓደን ዕድል ትምህርቲ ናይ ድግሪ ረኺበ ኣሪድ እየ ተማሂረ ሽዱሽተ ዓመት ኣጋጠመ ፍታነና በቃ ሓንቲ ዓመት ምስራሕ መበል ካልኤቲ ዓመትስ ድግሪ ሓሊፈ ኩሉ ርኪበሉ ማለት እዩ እቲ እውን የቀርየን ደሓር ኣብኡ መስከድኩ እውን ያው እንዲያመን ስሪ ኤይት ስሪ ገለመለ እዩ ዝሓስክዎ ክምሃር እንተለኹ ከኣ ቆልዑ እናወለድኩ ቆልዑ ሒዘ እየ ተማሂረዮ በቃ ዋላ እቲ ኮሌጅ እውን እታ መጠረሽታ ትስዓን ትሽዓተን ክምረቕ እንተለኹ በኽሪ ጓለይ ወሊደ እየ ኣብታ ክምረቕ እንተለኹስ ዓመታ ገይራ ምሳይ ማለት እዩ ምሳይ ተመሪቓ ካብኡ ኣብቲ ናይ ዩኒቨርሲቲ እውን ከምኡ ገይረ ወዲኦ እዮ እቲ ውፅኢተይ እውን ፅቡቕ እዩ ነይሩ። በዓል ገዛይ ብሱር ትምህርቲ ክጅመር እውን ወለደይ እንታይ እዮም ይብሉ ነይሮም በቃ እቲ ናይ ድሕረት ዝነበረ ናይ ኣጋንንቲ ትምህርቲ እዩ ናይ ስኳላ ትምህርቲ ናይ ገለመለ እናበሉ ካብተን መሓዝተይስ ቅር ኢለ እየ ጀሚረ ትምህርቲ ዝበልኩኻ ወለደይ ከሊኦም እዮም ነይሮም ትምህርቲ ደሓር በዓል ገዛይ ግን ወዮ ተሕጸ በቃ ካብ ብቁልዕነትና ናይ መጽብዓ ናይ ወለዲ ስለ ዝኾነ ሰማንያን ሸሞንተን ዓመተ ምህረት ከረምቲ ናብ ሰማንያን ትሽዓተን ተጽብሕ ዘለ ከረምቲ መጽኡ ትምህርቲ ክትምሃር ኣለዋ ኢሉ ደፍተር መግዝኢ ካብ ዝነበረኦ እንተሸቃቂሉ እንተስገለመለ ስውን ቆልዓ እዩ ግን ገዲፉለይ ከይዶ ቅርሺ ገዲፉሎም ከይዶ ኣነ ይፈልጦን ሽዑ ቆልዓ እዩ ህፃን እዩ ደሓር ገዲፉሎም ከይዶ እተን ዝገደፈሎም ገይሮም ደፍተር ገዚኦም ሰማንያን ትሽዓተን ቀዳማይ ክፍሊ እእትዮኒ ካብኡ ወየቲ ትምህርቲ ጎበዝ ምስ ኮንኩ ጎበዝ ምስ ኮንኩ በቃ ተምሃሪ እዩ ዝብለኒ ተምሃሪ ንትምህርቲ ዘለዎ ፍቅሪ ፍሉይ እዩ በቃ ንሱ እዩ ምሂርኒ ያው ንሱ እውን ያው ዓሰርተ ክልተ ክፍሊ ተማሂሩ ናብ ካሊእ እዩ ሽፈር እዩ ኮይኑ ያይ ነጋዴን ሽፈርን እዩ ባየህ ብልሃቱ ይበሃል ናይዚ ቤት ትምህርቲ ማይ ጎጓ ወርድያ እየ ኣብኡ እውን እንተለኹ ከዓ ወላዲ እየ ማለት እዩ መምህር ህይወት ግደይ ብጣዕሚ ንፍዕቲ እያ ብጣዕሚ ንፍዕቲ ክብል ተለኹ ቃላት እውን ክሓፅረኒ እዩ ንምዝራብስ ቃላት ክሓፅረኒ እዩ መምህር ህይወት ንተምሃራይ ብስነ ስርዓት ትሕዝ ኣመሃህራ ፅቡቕ ተምህር ተላ ብደንቢ ጌራ ተርድእ ሰዓት ኣይትቆፃፀር ድሒራ ኣይትመፅእ ኣብ ዘለዋ ተኣሽሙ ቀዲማ ኣትያ ንዝስራሕ ስራሕቲ ሰሪሓ እያ ትፀንሕ። ስለዚ ተምሃራይ ይፈትዋ፣ መምሃራን ይፈትውዋ፣ ኩሉ ሰራሕተኛ ዘሎ ኣብዚ ቤት ትምህርቲ ብምሉኡስ ብዛዕባ መምህር ህይወት ግለፅ ተትብለኒ ቃላት ከይሓፅረኒ እምበር ብጣዕሚ መምህር ህይወት ንፍዕቲ ንፍዕቲ ንተምሃራይ ክተብቅዕ እትጓየ እያ። ሽመይ ቅዱሳን ተስፋይ ይበሃል ከተማ ዓድዋ ዓዲ ኣውን ከባቢ እዩ ጽቡቅ ማለት ብጣዕሚ ካብ ወላድስ ብጣዕሚ ፍልይቲ እያ ንቶም ተምሃሮ ጓል የለትኒ ሓላፊት ክላሳ እያ ሄርሜላ ይብራህ ትበሃል ብጣዕሚ እያ በቃ ካብ ኣዶ ንላዕሊ እያ ትከባኸቦም ብፅሬት ይኹን ብስነ ስርዓት ብትምህርቲ በቃ ብኩሉ መዳይ ብደቂ ኣንስትዮ ይኹን ፍሉይ ሓገዝ ብትምህርቲ ኣይኹን በቃ እቲ ኣዋፃፅኣ ናይ ፕሮግራም ናይ ቤት ናይ ትምህርቲ ፍልይ ገይራ እያ ተርድኦም ብደንቢ ገይረ እየ እታ ጓለይ መፅያ ገለ ደፍተር ክስካሃቢ ገለ ኢለ ክሳይሃብላ ከለኹ እቲ ስነ ስርዓት ዘለዎ ኣመሃሃራ ኣይኹን እንደገና መጀመሪያ ክኣትው ከሎ ብዲስፕሊን ናሰሓቐት ናሰሓቐት በቃ ከም ተምሃራይ ዝስሕብ ገይራ እያ ተርድኦም ኣነ ርእሰ መምህር ተስፋ ጽዮን ገብረ ስላሴ ይበሃል ናይ ማይጓጓ ቤት ትምህርቲ ርእሰ መምህር እየ ስለዚ መምህር ህይወት እንገልፃ ብብዙሕ መንገዲ ኢና ንገልፃ ማለት እዩ ሓደ ሰዓት ኣከባብራ ንሳ ደወለ ይትፅበን ሰዓት ባዕላ ክቢራ በቃ እታ ሰዓት ሪያስ ቅድሚ ኩሉ እያ ታይማስ ብጣዕሚ እያ ማነጅ እትገብር እዩ ትዋና ካብኡ ድሕሪ ማነጅ ምግባራ ከዓ ነቲ ትምህሮ ትምህርቲ ምድላው እያ ትገብር ምድላው ገይራ ኩሉ ነገር ኣቕዲማ ትዳሎ

ክፍሊ ፕረዘንት ምስ ገበረት ድማ ብተፈላለየ መርክዕ ወርክሽታት ኣለዉ ዝጉሃ ወርክሽታት ዕዮታት ኣለዉ ጉጅለ ዕዮ ክፍሊ ዕዮ ኣሎ በዙይ ምስ ሃበቶም ከዓ እንደገና ምስ ረእየት ዝተፈላለዩ ሕቶታት ኣውፅኢ ኣዳልያ ሰሪሕኹሞ ንዑ ትብሎ
ሞያ መምህርነት ብሱርካ ኣብ ቀደመይ ማለት ካብ ብቆልዓ ይትሒዘ እቲ መጀመርያ ቀዳማይ ክፍሊ ምስ ኣተኹ ትሒዘስ መምህር እየ ዝፈቱ በቃ ንምንታይ እየ መምህር ብሱሩ እቲ ዋላ ድግር እንተዝውድእ ነይረ ዓሰርተ ሓደን ዓሰርተ ክልተ እንተዝምሃር እውን ነይረ ማለት እዩ ብሱሩ መምህር እየ ክኸውን ነይረ ፍቅሪ መምህር ኣለኒ በቃ እቲ ሞያ እንታይ ከምኳነስ በቃ ብጣዕሚ እየ ዝፈቱ እወ ንምንታይ እየ ግን ዝፈቶ ጎበዛት መምህራን ዘምህሩ እንዶ ነይሮም ከምኦም ጎበዝ ኮይነስ ደኾን ተምሃሮ ተረከብቲ ዓዲ ዝኾኑ ብሉፃት ዝኾኑ ዜጋታት ደኾን ይፈጥር ዝብል ብዝብል ሓሳብ ኻብ ቀደመይ መምህር እየ ክኸውን ዝብል ሓሳብ እዩ ነይሩኒ ብኡ ምክንያት ከዓ ነየ ኣነ እውን ናብቲ መምህርነት ከምዚ እያለ ምስተሃለ ናብኣ ዝጎይኹ እውን ንሳ እየ ካብ ቀደመይስ መምህር እየ ዝፈቱ እቶም ወለዲ ንኣይ ኣሚኖም እዮም ናብዛ ቤት ትምህርቲ ሰይደምዎም ዝንእዩ ናብ ቤት ትምህርቲ ዝሰደድዎም ንኣይ እምነት ስለ ዝኾነ ብኣ መሰረት ከዓ ስቕ ኢለ ደኒነ በቃ ስራሕ እየ ዝሰርሕ ኣብ ዕረፍቲ እንተኾይና እውን ኣብ እግሪ ቆፅሊ ኮይነ ዘይተረድኦ ተምሃራይ ሓምሻይ ይምፃእ ሻድሻይ ይምፃእ ሻምናይ ይምፃእ ሸውዓይ ይምፃእ ዝኾነ በቃ እዚ እንታይ እየ ዝገብር ከምህር እንተለኹ ስኢሊ ቀሊል ንቐደም የምህሮም ቀሊል ቀሊል ደምህሮም ካብኡ ንእሽተ ይውስኽ ንእሽተ ይውስኽ ሄዝታ ናይ ዓንቶ ዝነበረት ከይዲ ምምሃር ምስትምሃርና ሄዚ እንታይ ገይረ እያ ንቐደም ዶ ብምሉእ ቁጽሪ ክልተ ቀየ ማዕረ እዩ ኢሊ ደ ዝኾነ ቁጽሪ ገይረ ደምህሮም ካብኡ ሓደ ብ ርእሲ ክልተ ዝብል ከኣ መይሰ ከኣ ብደሲማል ሄዚ ካብ ብምሉእ ቁጽሪ ደይጅምር ካብኡ ናብ ምንታይ ይኸይድ ናብ ጉዚ ከኣ ይኸይድ ካብኡ ናብ ደሲማል ይኸይድ እቲ ደሲማል እቲ ጉዚ ክኸውን ተሎ ስለ ዝኸብዶም እቶም ቆልዑ ብታ ምሉእ ቁጽሪ እንድሕር ደኣ ኣትሒዝካዮም ግን ብኣ ገይሮም ብታ ካብ ዝቐለለ ናብ ዝኸበደ እዩ እቲ ትምህርቲ ስለ ዝኸደ እዩ እምበር ካልእ ኣይኮነን ካብኡ ካልእ ከኣ ያው መምህር ሓገዝ እውን ንኡ ዝጥዕም በቃ ዋላ ስኢሉ ክስታይ ይኹን ብዝነኣሰ መልክዑ መምህር ሓገዝ ፈተነ ዘለዎ
መምህራን ተምሃሮ ንፉዓት ንክኾኑ ዝገብርዎ ፃዕሪ ኣገዳሲ እዩ። ኣብ ሓደ ተምሃራይ ዓውዪ ለውጢ ከምፅእ ይኽእል እዩ። መምህር ህይወት ትገብሮ ሓገዝን ምትብባዕን ዝተሓዋወሶ ምምሃር ከዓ ንብዙሓት መማህራን ኣብነት ክኸውን ዝኽእል ተሞክሮ እዩ። ንዙይ እውን ተምሃሮኣን፣ ወለድን መሳርሕታን ንመምህር ህይወት ዘለዎም ናእዳ ዕዙዝ ዝኾነ። ሽመይ ኢላና ኪዳነ ይበሃል ንዓና ብዘለፀ መልክዕ ብዘለፀ መልክዕ ትምህረና። ካብኡ መምህር ህይወት ከኣ ንዓና ሕቶታት እንዳውፀት እውን ኣላረሪ ተርከልናያ ካብኡ ብጣዕሚ ብልፅቲ እያ መግለፂ የብላ እቶም ሓድኪ ይበሃል ዝመሃረሉ ማይጓጋ ቀዳማይ ብርኪ ቤት ትምህርቲ ማይጓጋ መምህር ህይወት ብጣዕሚ ጎበዝ እያ ቀዳማይ ነገር ኣብ ናይ ኣመሃህራ ኣብ ናይ ዝተፈላለየ መረዳእታታት እውን ሕዚ ኣብ ምዕሪት ዝበሃል በፂሕና ብዛዕባ ናይ ምዕሪት ኢመሪትን ምዕሪትን ናይ ኣመሃህራ ስልቲ ዝተፈላለየ ስልትታት ኣለዋ ካብኡ ኣብ ናይ ኣተሓትታ እውን ሰብ ንምርዳእን ዘይተረዳእን ከዓ ናይ ምርዳእ ባህእታ ዝበሃል ማለት እዩ ናይ ምርዳእ ክእለት ካልኣይ ከዓ ብቕድሚት ሕቶ ብምምፃእና ናብ ቤትና ብምእታው ንክነንብብ ምግባር ቢያንስ በቃ ብዝተፈላለየ መንገድታት ንተምሃራይ ትሕግዝ እያ ከም ወለዲ ማለት እዩ
ደቂ ኣንስትዮ ተምሃሮ ብጣዕሚ ብሉፃት እየን ኣቃ ብሉፃት እየን ስእ ኢለን ክብለካ እንተለኹ ብጣዕሚ እየ ዘቕርበን ተን ቆልዑ ስኢል ከምዚ ደቀይ ማለት እዩ ክትርኢ እንተለኻ ኣብዚ እዚኣ ዝኒሃ ሎማዓንቲ ኣጋጣሚ ኮይኑ ንኣኻትኩም ስለ ዝርኣየን ዘይመጻ እምበር ካብዚኣ መጺኤን ጽላል ገይረን እቲ ዳስተሪ ሒዘን እቲ ቸኩ ሒዘን እየን ናብታ ክፍሊ ዝወስዳኒ ካብኡ ፍቕሪ እኒሄ በቃ የቕርበን ዝደልሕኦ ከዓ ዝሓተታኒ ይምልሰለን እንታይ እየ ዝብሎም እንቶም ተምሃሮ ምናልባት ኣንጠውጢቦም እውን ከይኾኑ እምበር ኣብ ዕረፍቲ ኣፋዱስ ቅድሚ ምእታወይ ሕልፍ ሓሊፉስ ገዛይ መፂኹም ሕተቱኒ እየ ዝብሎም ናብታ ገዛይ መፂኹም እውን ምድጃ ኣጥፊኤ ፀብሒ ይሰርሕ እንተነይረ እውን ምድጃ ኣጥፊኤሲ ክርደኩም ይኽእል እየ ዝብሎ ንገዛ መፂኦም ዝሓቱ ተምሃሮ እውን ኣሎ ስለ ዘቕርበን እተን ደቂ ኣንስትዮ እቶም ደቂ ተባዕትዮ እውን የቕርቦም እንድየ መቕራ ግን ብዝበለፅ እንሳተን በቃ ጓል ኣንስተይቲ ስለ ዝኾንኩ ግዲ እየስ ይቐርባኒ ካብኡ ብኡ መጠን ከዓ ከምዚ ናተይ ናተይ ብሉፅ ስራሕ ንክሰርሓ ንሳተን እውን ይተባብዓ። መዘክር
ብኩሉ ነገር ተዳልያ ሀዚ ክልተ ነገር ተምህር ኣላ። ሓደ ተምሃራይ ተኮር ኣሳታፊ ዝኾነ ትምህርት ትምህር። ካልኣይ ድማ ብመምሃሪ ሓገዝ ስለ እተምህሮም ብምርኣይን ብምድህሳስን ብምስራሕን ክመሃሩ ትገብሮም ኣላ ማለት ትምህርቲ ብቐሊሉ ክርድኦም ትገብር ማለት እዩ። ስለዚ እዛ መምህር ሞዴል መምህር እያ እዩ ሞዴል መምህር እያ ኣብ ተምሃሮ ክበቕዑላ ዘይትገብሮ ነገር ፃዕሪ የለን ንኣኣስ መቸም ናይዚ ቤት ትምህርትና ሞዴል መምህር ዝኾነት ብቕዕቲ መምህር እያ እንደገና ብባህሪኣም ብጣዕሚ ምስግንቲ እያ እቶም ተምሃሮ ብጣዕሚ እዮም ዘመስግንዋ ከመይ እዮም ከመዶ ከመቦ ኮይና ስለ እትቐርቦም ነፃ ኮይኖም እዮም ንሶም ዝሓትዋ ነፃ ኮይና ስለ እትምልሰሎም ብጣዕሚ ብልፅቲ መምህር እያ
ደቂ ኣንስትዮ ምምሃር ንታ ናይ ገዛ ብሙሉእ ስድራ ምምሃር እያ ትሕሰብ ጓል ኣንስተይቲ እንተተምሂራ ንኩሉ ነቲ ስድራ ከም እተምሃረ ኢኻ ትሓስቦ ምክንያቱ ጓል ኣንስተይቲ እንተተምሂራ ከዓ ነግኤ ንኣ ትኸውን ድሕር ደኣ ሒዛ ኩሉ ይፈትዋ ኩሉ ዋላ እቲ ዝመፅእ ስድራ ኣይፈትዋ በዓል ገዛ ኣይፈትዋ ኩሉ ይፈትዋ እንድሕር ዘይብላ ኮይና ግን የብላን ሄዚ ወዲ ተባዕታይ ግን እንተኮይኑ ይብለን ኩሉ ክትኮን ትኽእል እንድያ ጓል ኣንስተይቲ ማዕረ እንዲና ይብለን ብዝበለፀ ግን ወዲ ተባዕታይ ካብ ትምህርቲ እኳ እንተተሪፎስ ካሊእ መማረፅታት ኣሉ ጓል ኣንስተይቲ ግን እታ ቀንድን ቀንድን ምምሃር እያ በቃ እየ ዝብለን ካብኡ ድሓር ቆልዕ ኮይንክን ንስኻትክን ያው ኣብታ ስልጠና የፍታና ያው ኣመጎን ሄዚ ለመቐነ ሄበ እንዲየ ስልጠና ንደቂ ኣንስትዮ ነገረየን እየ ምኽንያቱ ንህይዚ ቁልዕነት ክጥቅዐክን ይኽእል እዩ ትሕቲ ዕድመ መርዓ ጽቡቅ ክመስለክን ይኽእል እቲ መርዓ እቲ ካሊእ ድሕር ግዜ ምስ ወለድክን ግን ምስ ጸገመክን ግን ኣልዒልክን ትጥቀማላ ሳንቲም ምስ ሰኣንክን ደሓር ከይትዝክርኣ ትምህርቲ እቲ ካሊእ ተረካብ ኣዩ ትምህርቲ ግን ንዘለዓለም ካብ እምሮኻ ዘይሕከኽ ሃፍቲ እዩ ሃፍቲ ንቀደም ኣብ ርእስኽን ሓዛ ብድሕሪኡ ኩሉ ክመጽእ እዩ ሄዚ ካብ ካሊእ ግደፎ ኣስቤዛ ሄዚ እንገዘእለን ኣለዋ ደቂ ኣንስትዮ ኢለየን ሄዚ ታይ ይብላና ምስ ገዛእና ኣለንስ ክንደ እዩ ስቲ በዓል ከጸውጹ እዮ ይብለኻ ሄዚ ዙይ እንታይ እዩ ስለዘይ ተምሃራ እየን ክንደይ ገዚኦ እዮ ክንደይ እንተሸይጦ እየኸ ትርፋማ ይኸውን ዝብል ክተስልሓ እንተኮይንክን እኳስ ክትምሃር ኣለክን ዝብል ብዝበለጸ ንደቂ ኣንስትዮ እቲ ትምህርቲ ካብ ደቂ ተባዕትዮ እውን ኣየድልን ማለት ኣይኮነን ግን ንጓል ኣንስተይቲ ብዝበለፅ እንተትምሃር እዩ ዝበለፀ ኢለ ንኣተንቲ ስልጠናታት ብኡ እየ ዝህበን
ከም ወላዲ መጠን ካነየ ስሒባ ተምሃራይ በሉ ኣነ እከራኸረ ኣለኹ ኣነ እሕግዘ ኣለኹ ንስኻትኩም እውን ደቅኹም ሓግዙለይ ደቅኹም ሓግዙ እናመጻኹም ንዓይ እውን ምኽሪ ሃቡኒ ተምሃራይ እውን ቁሩብ ደግፍዎ ተደጋጊፍና ተምሂርናዮ ኢና ተምሃራይ ክመሃረልና ዝኽእል ዝብል ዕቅድ ኣለዋ እዩ ትውልደይስ ለውጢ ኣምፅኡ እዩ ምኽሪ ስሒባ ድኽም እንተይሉ ምኽሪ ስሒባ ኣትዎ ንዓ ከዓ መይሳ ትነግረኒ ኣነ ከዓ ነየ ከምዚ ከምዚ ትኸውን ኣለኻ ይብሎ ናይ ክልተና እናተደጋገፈ ኣብ ፅቡቕ ውጤት እዩ ዘሎ
እታ ጓለይ ቅድሚ ክልተ ዓመት ገለ እያ መፅያታ ፕራይቬት ክላሳ ኮይና ዝነበራ ሒሳብ ደረጃኣ ገለ ክትሪኦ ከለኻ እቲ ናይ ሕጂ ፍሉይ እያ ለውጢ ኣምፅኣ ብደንቢ ገይራ እያ በቃ ዝሓተትካያ ሕቶ ደንቢ ገይራ እያ ትምልሰልካ ካብኡ ገፃ እውን ፈሸኽ ኣቢላ እያ በቃ ኣጆኹም ገለ ናበለት እያ ተተባብዐና ኣጆኹም ናበለት እያ ተተባብዐና ብደንቢ ገይራ እያ ተምህረና ተርድአና ኢላ እያ ትነግረኒ። ንተምሃሮ ኩሎም ማዕረ እያ ትሪኦም ገጻ እውን ጽቡቅ ገጽ እኒሄዋ ብጣዕሚ ከምዚኣ መምህርስ መግለጺ የብለይን ኣነ መምህር ህይወት ክዛረብ እንተለኹስ መግለጺ የብለይን በቃ ብጣዕሚ ዓባይ ሰብ እያ ወላዲ ሄዚ እንታይ መሲልኩ ኣጋጣሚ ብፍላይ ብፍላይ ማለት እቶም ናተይ ክፍሊ ማለት እዩ ናይ ኩሎም ናይ ወለዲ ስልኪ ኣለኒ ናይ ኩሎም ናይ ሕድሕድ ተምሃራይ ስልኪ ኣለኒ ደሓር ከምዚኣ ከምዚኣ ከምዚኣ ከምዚኣ እያ ስራሕ ከይተውዝሕላ ካብኡ ኮሽነር እውን በቲነ ነይረ ለመቐነ ማለት እዩ እንዲያምን ካብታ ትብላ ዘለኻ ማለት እዩ ኣብ ገዛ ስራሕ ምብዛሕ ትብል ካብተን ምሕትታት ሓንቲ ነይራ ከይዚ ጓል ኣንስተይቲ ነቶም ደቂ ተባዕትዮ ዝሃብክዎም ስራሕ ኣብታ ስራሕ ይበዝሕ ኣይፋል ትብል ራይት ገይሮምላ ነተን ደቂ ኣንስትዮ ግን ኣብታ ስራሕ ምብዛሕ ትብል ራይት ገይሮምላ ስለዚ ተን ደቂ ኣንስትዮ ኣብ ገዛ ስራሕ ከም ዝበዝሐን እየ ርድኢት ገይረ ማለት እዩ ሄዚ እንታይ ሓሲበ ዘለኹ ብፍላይ ብፍላይ ናይ ደቂ ኣንስትዮ ወለዲ ዝኾኑ ፀዊዕኻ ንኣቶም ምኽርን ማዕዳን ክወሃቡ ፀዊዐዮም እንዲ ሓደ ሻብ ረኺበዮም ንኩሎም ወለዲ ማለት እዩ ካብኡ ነተን ከምኡ ኢለን ስንፍ ዝብላ ንስራሕ ዝበዝሐን ዝመስላ ግን ብፍሉይ ወለዲ ጸዊዐ የዘራርብ እየ።
መምህር ኣበባ ገብረፃድቃን መምህር ሂወት ጥራሕ ኣብዚ ቤት ትምህርቲ ጥራሕ ኣይኮንኩን ዝፈልጣ ኣብ ካሊእ ቤት ትምህርቲ እውን ኣብ ወረዳ ዓድዋ ኮይና ብሓንሳብ ክልተ ሽሕን ሽዱሽተን ሰለስተ ዓመት ዝኣክል ሰሪሕና ኢና ብኩለገብ እያ ብልፅቲ ብኩለገብ ክብል ከለው ኣብ ምምሃር ምስትምሃር ይኹን፣ ኣብ ተምሃሮ ዘለዋ ኣተሓሕዛ፣ ኣብ ተምሃሮ ዘለዋ ኣቀራርባ፣ ሜላ ኣመሃህራ፣ ተምሃራይ ከመይ ጌርካ እዩ ኣንደርስታንድ ክገብሮ ዝኽእል፣ ብኸመይ ገይሩ እዩ ካብ ገጽ ኣትሒዙ ማለት ትኣቱ ከላ በቃ ነቲ ተምሃራይስ ነፃ ኮይኑ ክጅምር ትምህርቱ መጀመርያ መበራተትዒ ገይራ ብዝኾነ ሞቲቬትድ ጌራ እያ ተምህሮም መምህር ሂወት ማለት በቃ ኣዶ ማለት እያ ንተምሃራይ ማለት እዩ ኣዶ ማለት እያ ኣብ ቤት ትምህርታት ከዓን ፅጉማት ተምሃሮ ተሃልዮም ኣብ ደፍተር ድዩ ኣብ ቢሮ ድዩ ኣብቲ ጉዕዞ ተምህሮ ክላሳት እዚ እንድሕር ሃልዮም ብኩሉ ነገር ትድግፎም እያ ማለት እዩ ዝኾነ ፀገም ተሃልዮም ትድግፎም እንደገና ከዓን ዝኾነ ዓይነት ነገር ተምሃራይ ሕማቕ ይኹን ንእሽቶይ ዓብይ ይኹን ንእሽቶይ ይኹን ከም ሓው ቀሪባ ዘሎ ነገር ተርድኦ ትመኽሮ ማለት እዩ ትመኽሮ
በቃ ንዓሚልካ ንዝመፀካ ሰብ ብታ ሞያኻ መሰረት ክትዕጉብ ክትክእል ኣለካ ኣብኣ በዓል ሞያ ኮይንካ እንታይ ቃለ ቃል ኣቲኻ መጺኻ ካብታ ክትምረቕ እንተለኻ ቃል ኣቲኻ እንዲኻ መጺኻ ብኣ መሰረት ከኣ ብታ ቃልካ መሰረት ክተግልግል ኣለካ ብፍላይ ብፍላይ ማለት እዩ ብፍላይ መምህር ርእሲ ርእሲ ህጻናት ዝሃንጽ ንዘለኣለም ማለት እዩ ካብኡ ከኣ ሓኪም ህይወት ዘድሕን ማለት እዩ እዚኣቶም ብፍላይ ማለት ንሓኻይም ብዝበለጸ እየ ምኽሪ ዝህብ ማለት እዩ ጽቡቅ ክናጠፋ ጓል ኣንስተይቲ እንተርእየስ በቃ ደስ ይብለኒ ስቅ ኢለ በቃ ከምዚ ዘይብለይ እንተለኩስ ሸልምያ ሸልምያ በቃ ሄይ ዘፍተ ናይ ዓመት ዝነበረ ናይ ሽልማት እውኒ ዝበዝሓ ደቂ ኣንስትዮ እየን ነይረን እቲ ሰለስተ ክፍሊ ኣቱ ነይረ ክልተ ደቂ ተባዕትዮ ጥራሕ እምበር ሸውዓቲኤን ደቂ ኣንስትዮ እየን ደረጃ ሓይዘን ካብ ቀዳማይ ክስካብ ሳልሳይ ካብ ቀዳማይ ክስካብ ሻድሻይ ክስካብ ሳልሳይ ማለት እዩ እቲ ስራሕ ንክሽለም ኢለ ይሰራሕኩ ስቅ ኢሉ ወነ ናይ ባዕለይ ወነ እዩ ማለት እዩ እቲ ወነ እንታይ እዩ በቃ እንድሕር ደኣ ወፅየ እንድሕር ናብ ስራሕ ወፅየስ እታ ስራሕ ክትበስል ኣለዋ እየ ዝብል እዚ ተሞሙ ዝበሃል ያው መማየጢ ሞያ መምህርነት መማየጢ ዝብል ኣሎ መዕበይ ርእሲ ማለት እዩ ነቲ መምህር ዝብል ይማየጥ እየ ስልጠና የስልጥን እየ ንመምህራን የስልጥን፣ ንተምሃሮ የስልጥን፣ ካብኡ ሕቶታት ከምቲ ዝረኤኻዮ ከኣ ወዮ ከይዱ ኮይኑ እዩ እንየ እምበር ስእሉ መጽሓፍ ዝኣክል ናይ ብዙሕ ዓመታት ናይ ብሄራዊ ፈተና ሰሪሐ ሰሪሐ ምስ ኣሰራርሕኡ ምስ ግዝዑ ልዕሊ ሓሙሽተ ሚእቲ ሕቶታት ዝኸውን ኣታዊ ገይረ እየ ላይብረሪ ካብኡ እቶም ቆልዑ በቃ ተራ እዮም ዝሕዙ ንኡ ኣጋጣሚ ኮይኑ ግን ቁሩብ እንታይ ሕፅረት ኣሎ ምስቲ ኩነታት ተሃሲና ስለ ዝፀናሕና እቲ ዘውፃኽዎ ሕቶታትስ ተራዊሑ ናብ ኩሎም ክበፅሕ ሄዚ እታ ዘውፃኽዎ ሕቶ ርኢኻያ ሓንቲ እያ ኮፒ ምሳይ ኣለትኒ ብክስታይ ዝፀሓፍክዋ ብካርበን ማለት እዩ ሓንቲ ካብ ትኸውን ሽዱሽተ ሸውዓተ ክትኮን ሄዚ ንሳስ ኣብ ዕረፍቲ ከይዶምስ ብጉጅለ እዮም ዘፅንዑላ ሒዚ ንሳተን ዘይባዝሓና ኾና እምበር ምስ ኸምኡ ሕቶታት እየ እዳሎ፣ ፈተነታት ገይረ የምህር፣ እዚ እቲ ናተይ ጥራሕ እንተይኮነስ ስኢለ በቃ ኩሉ ዓይነት ኩሉ ዓይነት በቃ ዝረኢኹዎ መፅሓፍ ይኹን ካብ ዝኾነ ይኹን ዝረኸብኩዎ ነገር ሓዱሽ ነገር እንድሕር ደኣ ኮይኑ ተምሃራይስ ክፈልጥ ኣለዎ በቃ ይጭነቕ ከይትጠፍእኒ ሒዘያ ይመፅእ የመሓላልፋ ማለት እዩ። ካብኡ መምህር ሓገዛት ይሰርሕ። እዚ መጽሓፍ እውን መጽሓፍ ከኣ ፎርሞ ደዳልየ ይጸንሕ ጌጋ ዝኾነት ቃል ክትኮን ዝግብኣ ገጽ ሸዓ የቐምጠላ ኣብቲ ኣስሚረ ቴብል እየ ኣዳልየላ ዝጸንሕ ኣብታ ዝገጠመትኒ ሸዓ ሸዓ ይጽሕፋ ሄዘ ደሓር ገምጋም መጽሓፍ ክበሃል ተለሰ ንቲ መጽሓፍ ይግንጽሎ ከምኡ ግን ኣይኮንኩን ኣብታ ሸዓ ኣብታ ከምህር እንተለኹ እታ ከውጻ እንተለኹ እታ መጽሓፍ እታ ከዳልዋ እንተለኹ እታ ትልምን ኣብኣ ጌጋ እንድሕር ደኣ ተረኺባ ሽዓ እናኣረምኩዋ ይኸይድ። ሓደ በዓል ሞያ ነቲ ሞያኡ ፈትዩዎን ኣኽቢሩን እንተሰሪሑ ዕዉት ዘይኾነሉ ምኽንያት የለን። መምህር ህይወት ድማ ሞያ መምህርነት ካብ ፈለማ ፎትያቶ ዝኣተወትን ብዝግባእ ዝሰርሐትሉ ዓውዲ ኮይኑ ንዕዑ ከዓ ብልፅቲ መምህር ተባሂላ ሽልማት ዝረኸበት። ካልኦት እውን ብፍላይ ደቂ ኣንስትዮ ኣብ ዝኣተኽንኦ ስራሕ ብዝግባእ ብምስራሕ ካብ መምህር ህይወት ፅቡቕ ተሞክሮ ክትወስዳ መልእኽትና እዩ። ዓቕሚ ዘዝህልወኒ ኣነ ንመምህር ህይወት ካልእ ምሸለምኳ ነይረ። ካልእ ምሸለምኳ ንምንታይ ንቶም ተምሃሮ ገይራ ተብቅዖም ዘላ ስለዝርኢ ስለዘለኹ እውን ብጣዕሚ ብጣዕሚ ብጣዕሚ ዓቕሚ የብለይን እምበር ንመምህር ህይወትስ ምሽላም እደሊ ኣነ ናስ ብኩሉ ስነ ምግባራ ብኩሉ መይዳይ ህይወት ሓጋዚት እያ ንቆልዑ መምህር ህይወት ሕዚ ንኣብነት ከም ወረዳ ሞዴል መምህርና ተመሪፃ እያ ካብ ቤት ትምህርቲ ማለት እዩ ብክልል እውን ተሸሊማ እያ ናይ ሓምሳ ሽሕ ሽልማት ረኺባ እያ እዚ ከኣ በቲ ዝረኸበቶ ካብ መጀመርያ እስካብ ዝሕዚ ዘሎቶ ማለት እዩ ናይ ጽንዓትን ምርምርን ድዩ ናይ ስልጠና ድዩ ናይ ደቂ ኣንስትዮ ብጽርየት ድዩ ብኩሉ ነገር ማለት እዩ እዚ ዶክሜንት እናገበረት ንዝኸደቶ ቤት ትምህርቲ እናምሀረት ካብኡ ካብተን ዝረኸበተን ካልእ ይትረፍ ማለት ካብተን ዝረኸበተን በይነይ ክበልዐን የብለይን ኢላ ትኣትዎም ክላስ ትሽዓተ ተምሃሮ ካብ ቀዳማይ እስካዕ ሳልሳይ ዝወፁ ማለት እዩ። ንቀዳማይ ዝወፀ ሓሙሽተን ሓምሳን ቀዳማይ ዝወፀ ካልኣይ ዝወፀ ሓሙሽተ ሚእቲ ሳልሳይ ዝወፀ ኣርባዕተን ሓምሳን ምስ ከክልተ ቢሮ ጌራ ሸሊማቶም እያ ማለት እዩ። ኣተባቢዖቶም እያ ሕዚ በቃ ልክዕ ኣዶ ማለት እያ እዚኣ ኣነ ዝረኸብኳስ ክካፈልዎ ኣለዎም እና ነዛ መምህር እዚኣ ብኩሉ መዳይ ብኩሉ መዳይ ብስልጠና ድዩ ብኻሊእ ድዩ ንዓኣ ይድግፋ ኣዩ ከዕብያ ይኽእል እዩ እትብልዎ ነገራት ቤት ትምህርቲ ይኹን ብወረዳ ይኹን ብክልል ይኹን ክትተባባዕ እዩ ዝደሊ ማለት እዩ። ውድድር ነይሩ ብትምህርቲ ቢሮ ምትሕባርን ብበዓል ሃፍቲ ዘርኡ ገብረልዮሃንስ ዝተዳለወ ውድድራት ኣብ ዝነበረም ተወዳዲራ ካብዚ ቤት ትምህርቲ ብልፅቲ መምህር ኮይና ከይዳ ኣብኡ ንሽልማት በቒዓ እያ። ኣብዙይ ድማ ንሳ ዝደለየቶ ዝተሸለመትሉ በቶም ተርእዮም ዝነበረ ተውዚን ንጥፈታትን እንደገና ማንዋላት ኣለዋ ብዘይ ማንዋል ክተምህር ከላ ሀዚ ንምሳሌ ተግባራዊ መጽናዕቲ ዝበሃል ኣሎ ማለት እዩ ንዝፈ ሓደ ጸገም እንተ ተፈጢሩልካ እንታይ እዩ ጸገሙ ኢልካ ተጽንዐሎ ንኡ ብማንዋል ተጽንዖ ማለት እዩ ካብ ብማንዋል ምስ ኣጽንዐቶ ከዓ ነይእ ከመይ ክፍታሕ ኣለዎ ኢላ ከዓ እንደገና ትልሚ ኣውፅኣ ትፈትሖ ማለት እዩ እዚ ኩሉ ምድላዋታ ተርእዩ ክትወዳደር ከላ ካብቶም ካልኦት ትናታ ዝበዝሐን ዝሐሸን ኮይኑ ምስ ተረኸበ ብልጽቲ ኮይና ተሓርያ ብክልል ደረጃ ክትሽለም ክኢላ እያ ሞዴል መምህር ተባሂላ ማለት እዩ ስለዚ ኣብዚ ዘለዉ መምህራን ብዙሓት ብሉፃት ኣለዉ ካብ ብሉፅ ብሉፅ ግን ንሳ ተመልሚላ ብቕዕቲ ኮይና በቲ ምድላዋ ያው ናይዚ ቤት ትምህርትና ፍልይቲ ናይ ዋዕሮ መምህርና እያ ማለት እዩ ከምዚአን ዝበላ ብዙሓት ንምፍራይ ዓብዪ ዓቕሚ ስለ ዝኾነ ተመክሮታትም ክተሕልፍ ዕድላትም ብምሃብ ከምዚአን ዝበላ ብዙሓት ክፈርያ እሞ ብዙሓት ተፍሪና እቶም ዝቕፅሉ ተምሃሮም ናተነርኣያ እናኾኑ ኣብ ትግራይና ብዙሓት ዋዕሮታት እናፍረይና ኽንከይድ ናብ ዝለዓለ ብርኪ ክትበፅሕ ናይ ትምህርቲ ዕድሉ ምምርካቡ ብጣዕሚ ጠቓሚ እዩ እየ ዝብል። ስልጠናታት፣ ሓፀርቲ ስልጠናታት፣ ነውሕቲ ስልጠናታት፣ ወርክሾፓት፣ ብዙሕ ነገራት ነዚ ንዛ መምህር ብምሃብ ንሳ ድማ እቲ ናታ ዝረኸበቶ ናብ ካልኦት መምህራን ንምሕላፍ ብቕዓት ስለዝውስኽ ጎዝያት ክትተባባዕ ኣለዋ ይብል ኣሎ።
ብጣዕሚ ደስ ኢሉኒ በቃ ብቃላትስ ብሱሩ ክገልጾስ ኣይክእልን በቃ ሽዑ ዝነበረ መዓልቲ ብሱርቲ ናይ ሽዑ ዝነበረ ኣቀራርባን ኩሉ ነገር ክብረት ናይ መምህር ብፍላይ ማለት እዩ መምህርስ ክቡር ምዃኑ እንተ ዋይ እንተ ንኣሰስ መምህር ዶ ምዃን ከይስእን ዝብሉ ወለዲ ኣለዉ እቲ ናይ መምህር ሞያ ዘናእስዎ ኣለዉ ዘይተምሃሩ እዮ ክብሎም ማለት እዩ ዘይተምሃሩ እዮም እምበር ዝተምሃረ ሰብ ከምኡ ይብል ወይ ከዓ ነየ ኣፍልጦ ፍቲ ናይ መምህር ሞያ መምህርነት ኣፍልጦ ዘይብሎም እዮም ክኾኑ ዝኽእሉ እየ ዝብሎም ሽዑ ግን ክብሪ ናይ መምህር እውን ክብ ክብል ስለ ዝገበረ እቲ መድረኽ ንሱ ብጣዕሚ ደስ ኢሉኒ በቃ ዳርጋ ሽዑ ዝተወለድኩ ኮይኑ ዝተርእዩኒ እቲ ሽልማት እንታይ እዩ ኣነ ድያመ ነፍቶም ዓሰርተ ብሉፃት ዝነበሩ ክኣቱ እየ ዝብል እንታይ ሽሙ እዩ ነይርኒ ኣነ ግን ዘይሓስክዎ እንታይ ነይሩ ኩሎም ማሊእ እናሃለኹ እቲ ናይ ሽልማት ወረቃቕቲ ዝበሃል ዝተሸለምኩ ካብናይ ቀደም ትሒዞ ተሪፉኒ ዘይፈልጥስ እቲ ናይ ሽልማታት ወረቐት የእትኽዎ ንፍቲ ፋይል ማለት እዩ ንሱ ሓደ ጉዲልኒ ያው እቲ ካሊእ ዶ ማዕረ ትኸውን ብንእሽተይ ብዓይኒ መርፍእ ስለ እትፍለ ያው ብኡ ተፈልየ ኣነ ግን እቲ ቅርሺ ዘይኮነስ እቲ ዝና ስለ ደስ ዝለኒ ምንም ሓምሳ ሽሕ ኮነ ሚእቲ ኮነ ሰብዓን ሓሙሽተን ኮነ ንኣይ ምንም ኣይኮነን በቃ